ሰላም ጥዕና ይሃበለይ ተኸታተልቲ መደብ ዳሜራ ኢንተርተይመንት ንሎሚ ሓሙስ ሰለስተ ሰነ ዝተዳለወ ዕለታዊ ዜና እንሆ ንምክትታልኩም ብኽብሪ ዝዕድም ዮሴፍ ተስፋብርሃንየ ፈለማ ኣርእስታቱ ኣብ ጎማ ከቢድ ሕፅረት ዝስተ ፅሩይ ማይ የጋጥም መንግስቲ ኢትዮጵያ ኣብ ልዕሊ ገበነኛታት ዝበሎም ውልቀ ሰባት እገዳ የፅንዕ ቻይና መፃምድቲ ክሳብ ሰለስተ ቆልዑ ክወልዱ ፈቒዳ JBS ሳይበራዊ መጥቃዕቲ ይወርዶን ነበር ፕረዚደንት ኣይቨሪኮስ ላውረን ግባግቦ ክምለስ ይውጥን። ዝኸበርኩም ተዓዘብትና ምስ ኣርእስታት ዜና ኢኹም ጸኒሕኩም፣ ዝርዝራቱ ይስዕብ። ኣብ ዲሞክርሳዊት ሪፓብሊክ ኮንጎ ኣብ ከተማ ጎማ ብሰንኪ ኣብቲ ከባቢ ዝርከብ እምባ ኒያራጎንጎን ዝተፈጥረ እሳተ ጎመራ ነበርታ ከቢድ ሕጽረት ዝስተ ጽሩይ ማይ የጋጥሞም ከም ዘሎ ትካል ግብረ ሰናይ ዶብ ኣልቦ ሓካይም ማለት MSF ኣፍሊጡ። እቲ ትካል፣ ኣስታት ፍርቂ ሚሎ ነበርቲ እታ ከተማ እኹል ቀረብ ዝስተ ማይ ከምዘይብሎም ብምሕባር፣ ለበዳ ሕማም ሸሮኽ ድማ እቲ ካልኣይ ከይስፋሕፍሕ ስግኣት ፈጢሩ ዘሎ ጉዳይ ምዃኑ ወሲኹ ኣፍሊጡ። እዚ ከምዚ ኢሉ እንከሎ፣ ሓላፊት እቲ ትካል ማጋሊ ራውዳት፣ ኣብቲ ከተማ ዝከኣሎም ሓገዛት የበርክቱ ከምዘለዉ ብምግንዛብ፣ እንተኾነ ግን እኹል ሓገዛት ከምዘይኮነ ብምግላጽ፣ ካልኦት ትካላት ሰብኣዊ ሓገዛት ምትሕብባረን ከዕብያ ጸዊዓ። ከም ዝፍለጥ እምባ ንያዳ ጎንጎ ብ ዕስራን ክልተን ጉንቦት ክልተ ሽሕን ዕስራን ሓደን ድሕሪ ምንታጉ ኣስታት ኣርባዕተ ሚእቲ ሽሕ ነበርቲ ከተማ ጎማ ካብ ቤት ንብረቶም ክመዛበሉ ከለዉ መስመራት ማይን ኤለትሪክን ከምኡ ውን ትካላት ጥዕና'ታ ከተማ ብሰንኪ እዚ ክስተት ከቢድ ጉድኣት በጺሕዎም ከም ዘሎ ይግለጽ። ሃገራዊ ሓይሊ ዕማም ድሕነትን ጸጥታን ኢትዮጵያ፣ ኣብ ኣዲስ ኣበባ ዝርከብ ቀዋሚ ንብረት ናይ ዓሰርተው ትሽዓተ መራሕቲ ኣባላት ህወሓትን ከምኡ'ውን ገንዘብ ደገፍቲ ዕጡቓት ጉጅለ ሓይሊ ሽኔ ዝበሎም ሚእትን ኣርብዓን ሓደን ሰባትን ከይንቀሳቐሱ ከምዝኣገደ ኣፍሊጡ። እቲ ሓይሊ ዕማም ምስ ህወሓት ወጊኖም ዝበሎም ውልቀ ሰባት፣ ኣብ ኣዲስ ኣበባ ብዙሕ ንብረታት ከምዝውንኑ ብምግንዛብ፣ ብክሕደት ሃገር ተኸሲሶም ኣብ ትሕቲ ቀይዲ ክኣትዉ ትእዛዝ ቤት ፍርዲ ከምዘመሓላለፈ ኣፍሊጡ። ካብዚ ብምቕፃል ኣብ ኣዲስ ኣበባ ዝርከቡ በዞም ውልቀ ሰባት ዝውነኑ ትካላትን ንግድን መንበሪ ቤትን ካብ ዝርከብ እቶት ኣብ መግዝኢ ኣፅዋር ከምዝውዕል ብምሕባር እቲ እገዳ ኣብ ልዕሊኦም ከምዝፀንዕ ኣስሚሩ። ሌቴናል ጀነራል ታደሰ ወረደ፣ ሌቴናር ጀነራል ፍስሃየ ኪዳነ፣ ሜጀር ጀነራል ኣበባ ተክለሃይማኖት፣ ሜጀር ጀነራል ሓለፎም እጅጉን ካልኦት ዓበይቲ ሰበስልጣንን ግዳይ'ዚ እገዳ ከምዝኾኑ እቲ ሓይሊ ዕማም ወሲኹ ኣፍሊጡ። ከምዝፍለጥ ኣብ ዝሓለፈ ቀረባ ቅንያት መንግስቲ ኢትዮጵያን ህወሓትን ከምኡ'ውን ዕጡቓት ጉጅለ ሓይሊ ሽኔን ኣብ ዝርዝር ግብረ ሽበራዊ ከምዝኣተዉ ይዝከር። ላዕለዎት ሰበስልጣን ዴሳዊ መንግስቲ ቻይና ኣብቲ ብ ሓደ ሰነ ክልተ ሽሕ ዕስራን ሓደን ኣብ ዘካየዶ ኣኼባ ነቲ ኣብ ክልተ ሽሕ ዓሰርተ ሽዱሽተ ዝጸደቐ መጻምድቲ ክልተ ቆልዑ ጥራይ ክወልዱ ዘፍቀደ ሕጊ ብምፍራሱ ክሳብ ሰለስተ ቆልዑ ክወልዱ ከምዘፍቀደ ሓቢሩ። ቻይና ነዚ ፖሊሲ ከተመሓይሽ ዝወሰነት፣ መጠን ወሊድ'ታ ሃገር ኣጸቢቑ ለጠቕ ክብል ብምኽኣሉ'ዩ። በዚ መሰረት፣ ኣብ ምትካእ ዕድመ ዝደፍኡ ዜጋታት፣ እኹል ጸጋዊ ዓቕሚ ሰብ ክህልዋ ክኽእል'ዩ ክትብል መንግስቲ ቴሌቪዥን ዢንዋ ብወገና ጸብጺባ። ይኹን እምበር፣ ብሰንኪ'ቲ ኣብታ ሃገር ዘሎ ልዑል ወጻኢታት ቆልዑ፣ ዜጋታት'ታ ሃገር ቆልዑ ክወልዱ ዘለዎም ድሌት ባይታ ዘቢጡ ከምዘሎ ይሕበር። ኣብ መወዳእታ፣ ዓለምለኻዊ ተሓላቒ ሰብኣዊ መሰላት ኣምነስቲ ኢንተርናሽናል ነዚ ኣመልኪቱ ኣብ ዘውጽኦ መግለጺ፣ ቻይና ዝወሰደቶ ውሳነ ቅቡል ከም ዘይኮነ ብምንጻር፣ ገደብ ወሊድ ምሕጋግ መሰል መጻምድቲ ምግሃስ ምዃኑ ብምሕባር ንውሳነኣ ተቓዊሙ። ዝዓበየ ትካል ኣቕራቢ ስጋ JBS ሳይቤራዊ መጥቃዕቲ ከም ዝወረዶ ኣፍሊጡ። እቲ ትካል ብመሰረት ዝሃቦ መግለጺ ብሰንኪ እዚ ሳይቤራዊ መጥቃዕቲ ናብ ሃገራት ኤሜሪካን ካናዳን ከምኡ'ውን ኣውስትራልያን ዝገብረን ዝነበረ ሰደዳት ንግዚኡ ጠጠው ከብሎም ከም ዝተገደደ ብምሕባር ብኣሽሓት ዝቑጸሩ ስደተኛታት ካብ ስርሖም ክሰናኸሉ ከም ዝኽእሉ ወሲኹ ሓቢሩ። እቲ ትካል ብመሰረት ዝሃቦ መግለጺ፣ ብሰንኪ እዚ ሳይቤራዊ መጥቃዕቲ፣ ናብ ሃገራት ኤሜሪካን ካናዳን ከምኡ'ውን ኣውስትራልያን ዝገብሮም ዝነበረ ሰደዳት ንግዚኡ ጠጠው ከብሎን ከምዝተገደደ ብምሕባር፣ ብኣሽሓት ዝቑጸሩ ስደተኛታቱ ካብ ስርሖም ክሰናኸሉ ከምዝኽእሉ ወሲኹ ሓቢሩ። እቶም ነዚ ሳይቤራዊ መጥቃዕቲ ዘካይዱ ሰርሰርቲ ብቕልጡፍ ገንዘብ እንተዘይተኸፊሎም ኣብ ዳታ'ቲ ትካል ብምእታው ምምዝባዕ ክፈጥሩን ከምኡ'ውን ሰነዳት ከምዝድምስሱ ብምንጻር ጠለቦም ክውን ክኸውን የፈራርሑ ከምዘለዉ ላዕለዎት ሓለፍቲ JBS ይሕብሩ። ብሰሪ'ዚ ድማ ኣብዘን ልዕል ኢለን ዝተጠቕሳ ሃገራት ሕጽረት ስጋ ከጋጥም ከሎ ዋጋታት ድማ ክንህር ከምዝኽእል ይፍለጥ። ነዚ ኣመልኪታ ኣፈኛ ዋይት ሃውስ ካሪን ጂም ኣብ ዝሃበቶ መግለጺ፣ እቲ መጥቃዕቲ ኣብ ሩስያ ካብ ዝርከቡ ገበነኛታት ጉጅለ ዝነቐለ ክኸውን ከም ዝኽእል ብምጥርጣር፣ ሃገራ ምስ መንግስቲ መስኮ ተሓጋጊዙ ነዚ ጉዳይ ብዕቱብ ክምርምሮ ምዃኑ ኣፍሊጣ። ካብ ዓመተ ክልተ ሽሕ ክሳብ ክልተ ሽሕን ዓሰርተ ሓደን መራሒ ኮትዲቮር ማለት ኣይቮሪኮስት ኮይኑ ዘገልገለ ላውረንት ግባግቦ፣ ብኣህግራዊ ቤት ፍርዲ ገበነኛታት ካብ ዝተመስረተሉ ገበናት ነጻ ኮይኑ ድሕሪ ምርካቡ፣ ናብ ሃገሩ ብ ዓሰርተ ሸውዓተ ሰነ ክልተ ሽሕ ዒስራን ሓደን ክምለስ ምዃኑ ተሓቢሩ። ብክሲ ገበናት ኣንጻር ሰብኣውነት ኣብ ዘ ሄግ ብዝርከብ ኣህገራዊ ቤት ፍርዲ ክሲ ቀሪብሉ ዝጸንሐ ላውረንት፣ ብተወሳኺ ኣብ ሃገሩ እውን ኣብ ክልተ ሽሕን ዓሰርተ ትሽዓተን ገንዘብ መንግስቲ ኣጠፋፊእካ ብዝብል ክሲ ንዒስራ ዓመታት ክእሰር ተበይንሉ ምንባሩ ይዝከር። ኣብ ወርሒ ሚያዝያ ክልተ ሽሕ ዒስራን ሓደን ፕረዚደንት ኣይቮሪኮስ ኣውታራ ግባግቦ ሃገሩ ክምለስ ነጻ ምዃኑ ሓቢሩ ነይሩ። ይኹን እምበር ኣብቲ ኣብ ክልተ ሽሕ ዓሰርተ ትሽዓተ ዝተወሰነሉ ናይ ዕስራ ዓመታት ፍርዲ ነጻ ድዩ ኣይኮነን ዝተነጸረ ነገር የለን። ዝኸበርኩም ተዓዘብትና ሎሚ ዝበልናዮም ዜናታት እዞም ክትዕዘብዎም ዝጸናሕኩም እዮም ነይሮም። ኣብ ካልእ ትሕዝቶ ብኻልእ መደብ ክሳብ ንራኸብ ሰላም።